ሰላም ኤፍሬም ኣፍሬ እዚ መደብ እዚ ኣብ ዝሓለፈ ከም ዝሓበርኩም ኣውፈርቲ ኣብ ፍልጠት ዝተሰነዩ ወፍሪ ንክገብሩ መጠን በቢ ኢፕሶዱ ከቕርበልኩም ዝበልኩ መደብ እዩ ቀዳማይን ካልኣይን ኢፕሶድ ኣብ ዝሓለፈ ዘርጊሕናየን ነርና እዚኣ ከኣ ሳልሰይቲ ኢፕሶድ እያ ምናልባት ተን ዝሓለፋ ክልተ ተዘይርኢኹመን እዚኣ ምስ ወዳእኩማ ተመሊስኩም ረኣይወን ኢኹም እዛ መደብ እዚኣ ብዛዕባ ዋጋ ኳሊቲ ቦታ ኣብ ሪል ስቴት ዘለዎ ኣገዳስነት እያ ከትሕብር ክሳብ መወዳእታ ብምክትታል ኣገዳስነት ተረኪብኩምላ ላይክ ሼር ብምግባር ናብ ካልኦት ሰባት ከኣ ከም ትበጽሕ ግበርዋ። ብዋጋ ንጀምር ሕጂ። ዋጋ ኣብ ወፍሪ ብቐጥታ ምስ መኽሰብ ዝተሓሓዝ እዩ። ምኽንያቱ ሓደ ሰብ ከውፍር ክሓስብ ከሎ ወይ ናብ ሓደ ኢንዳስትሪ ክመጽእ ከሎ ክንደይ እንተውፊረ ክንደይ መኽሰብ ክህለወኒ እዩ ዝብል። መኽሰብ ከኣ ኩሉ ግዜ ብሕሱር ገዚእካ ብኹቡር ምሻጥ እዩ። ስለዚ ብሕሱር ገዚእካ ብኹቡር ምሻጥ እንተኾይኑ እቲ ትረኽቦ ዘለኻ መኽሰብ ወይ ክትረኽቦ ትኽእል መኽሰብ በዚ ኣብቲ መጀመርያ ዝኸፈልካዮ ዋጋ እዩ ዝውሰን ማለት እዩ። ስለዚ መኽሰብካ ኣብቲ መጀመርያ ትኸፍሎ ዝውሰን እንተኾይኑ ቀንዲ ፎካስካ ክንደይ እየ ዝኸፍል ዘለኹ እዩ ክኸውን ዘለዎ። ሓደ ሰብ ኣብ ገዛ ክኸፍል ከሎ ሰለስተ ዓይነት ተኽእሎታት እዮም ዘለዉ። ማዕረ ዋግኡ ምግዛእ፣ ልዕሊ ዋግኡ ምግዛእ፣ ትሕቲ ዋግኡ ምግዛእ። ልዕሊ ዋግኡ ምግዛእ ክንብል ከለና ሕጂ ንኣብነት ሓደ ገዛ ኣርባዕተይ ሚእቲ ሽሕ ዶላር ይኸውን እሞ ዋግኡ ብሰንኪ እኹል ፍልጠት ናይቲ ከባቢ ዘይምህላው ወይ ከኣ ንናይቲ ዓይነት ፕሮዳክት እኹል ፍልጠት ዘይምህላው ኣርባዕተ ሚእቲ ሽሕ ዋጋኡ ገዛ በርባዕተን ሓምሳን ሓሙሽተ ሚእቲ ሽሕ ይገዝኦ። ደሓር ዝተወሰነ ግዜ ኣብ ኢዱ ሒዝዎ ጸንሕ እሞ ክሸጦ ክሓስብ ከሎ ናብ ዕዳጋ ምስ ኣውረዶ ኣብቲ ዕዳጋ ዋጋ ናይዚ ገዛ ሓሙሽተ ሚእቲ ሽሕ ከባቢ ኮይኑ ይጸንሕ። ኣቐዲሙ ጌጋ ክፍሊት ስለ ዝኸፈለ ወይ ከኣ ብላዕሊ ዋጋ ስለ ዝገዝኦ፣ ወይ እተን ዘፈረን ገንዘብ ከም ዘለወን እየን ክምለስኦ ወይ ከኣ ሓምሳ ሽሕ መኽሰብ ክረክብ እዩ ማለት እዩ። ማዕረ ዋግኡ ክንብል ከለና ከኣ እቲ ገዛ ኣርባዕተ ሚእቲ ሽሕ ዋግኡ በርባዕተ ሚእቲ ሽሕ ከኣ ይገዝኦ ኣሎ ምስ ግዜ ዋጋ ናይዚ ገዛ ናብ ሓሙሽተ ሚእቲ ሽሕ ይድይብ እሞ ሚእቲ ሽሕ መኽሰቡ ሒዙ ይወጽእ እታ ዝበለጸት ወፍሪ ግን ትሕቲ ዋግኡ ምግዛእ እያ ትሕቲ ዋግኡ ደኣ ከመይ ጌርና ክንገዝኦ ዝብል ኣይስኣንንዩ መልሲ ናይዚኣ ቀላል እያ ኣብ ኦፍፕላን ማርኬት ምውፋር እዩ ወይ ከኣ ኣብ ዘይ ተሰርሐ ዝስራሕ ዘሎ ገዛ ምውፋር ማለት እዩ። ኣብ ኦፍ ፕላን ማርኬት ብፍላይ ኣብ ዱባይ እንተ ርኢናዮ ሓደ ኦፍ ፕላን ፕሮጀክት ተሰሪሑ ምስ ተወደእ ካብ ሓምሳ ስጋብ ሚእቲ ሚእታዊት ወሰኽ ይገብር እዩ ወይ ከኣ ኣፕሪሸይት ይገብር እዩ። ስለዚ ተሰሪሑ ምስ ተወደእ ሽዱሽተ ሚእቲ ሽሕ ዝሽየጥ ገዛ መጀመርያ ክትገዝኦ ከለኻ ኣብ ፕሪ ላውንች ከሎ ወይ ከኣ ኣብቲ ናብ ዕዳጋ ዝወርደሉ ዘሎ ግዜ ካብቶም ዲቨሎፐርስ ብኣርባዕተ ሚእቲ ሽሕ ትገዝኦ። ኣብዘን ዝቕጽላ ዘለዋ ኣርባዕተ ዓመታት ዋጋ ናይ ዝገዛ ኣርባዕተ ሚእቲ ሽሕ ዝገዛእካዮ ናብ ሽዱሽተ ሚእቲ ሽሕ ይድይብ ኣሎ፣ ክልተ ሚእቲ ሽሕ መኽሰብ ማለት እዩ። ዋግኡ ናይ ዝገዛ ሽዱሽተ ሚእቲ ሽሕ እዩ ነይሩ። ጌና ከይተሰርሐ ከሎ ኣብ ኦፍ ፕላን ከሎ ስለ ዝገዛእካዮ ግን ትሕቲ ዋግኡ ኢኻ ትገዝኦ ዘለኻ which is ኣርባዕተ ሚእቲ ማለት እዩ። ስለዚ መኽሰብካ ክልተ ሚእቲ ይኸውን ኣሎ። ካብዚኣን ሰለስተ ምርጫታት እታ ቀዳመይቲ እታ ልዕሊ ዋጋ ትበሃል እዚኣ እታ ኩሉ ሰብ ክጥንቀቐላ ዘለዎ ነገር እያ ምክንያቱ ሓደ ወፍሪ ልዕሊ ዋግኡ ትገዝኦ እንተለካ መወዳእታ ከሲርካ ከም ትወፅእ ፍሉጥ እዩ እንተዘይ ከሲርካ ከዓ ማልካ ጥራሕ ሒዝካ ኢካ ክትወፅእ ከም ዋግኡ ትገዝኦ እንተለካ ከዓ እዚ ሕጂ ኣብ ሬዲ ወይ ከዓ ኣብ ስሩሕ ገዛ እዩ ምክንያቱ እቲ ማርኬት ፕራይስ ፍሉጥ እዩ ኣርባዕተ ሚእቲ ሽሕ ዋግኡ ገዛ በርባዕተ ሚእቲ ሽሕ ኢካ ክትገዝኦ ደሓር እቲ ከባቢ ወሰክ ምስ ገበረ እቲ መክሰብካ ኣትሪፍካ ከዓ ትሸጦ ማለት እዩ ኦፍ ፕላን እንተኮይኑ ግን ካብቲ ዋግኡ ብታሕቲ እዮም ዝህቡኻ ዘለዉ ከም ዝበልናዮ ሽዱሽተ ሚእቲ ሽሕ ዋግኡ ብኣርባዕተ ሚእቲ ሽሕ ትገዝኦ ኣለኻ ማለት እዩ ስለዚ እታ ቀዳመይቲ ጠቕሊልካ ክትርሕቀላ ዘለካ ወይ ክትጥንቀቐላ ዘለካ ልዕሊ ዋጋ ንኸይትገዝእ እታ ካልኣይቲ ከም ዋግኡ ንሱ እውን መኽሰብ የብላን ንምንባር ኢልካ ትሓስቦ እንተለኻ ወይ ከዓኒ ቀጥታ ናብ ክራይ ክኣቱ እየ ኢልካ ትሓስብ እንተለኻ ብዋግኡ ገዚእካ ትኺኢልካ ናብ ክራይ ክትኣቱ ትኽእል ኢኻ ብዓይኒ ወፍሪ ንሪኦ እንተለና ግን እታ ቀንዲ ክትገብራ ዘለካ ትሕቲ ዋግኡ ምግዛእ ምክንያቱ እቲ መወዳእታ ትረክቦ ዘለካ መክሰብ ክትከስብ ኢልካ ናብዚ ዕዳጋ እዚ ክሳብ ዝኣተካ ክንደይ ገዚእካዮ እዩ ዝውስኖ ዘሎ ትሕቲ ዋግኡ ምግዛእ እያ ከኣ እታ ቀንዲ መክሰብካ ክተዕብየልካ ትክእል ማለት እዩ። እዚ ክብል ከለኩ ግን ኩሉ ኦፍ ፕላን ፕሮጀክት ካብ ሓምሳ ሚኢታዊት ስጋብ ሚእቲ ሚኢታዊት መክሰብ ኣምጻልካ እዩ ማለት ኣይኮነን። ገለ ፕሮጀክትስ ኣለዉ ካብ ሓሙሽተ ሚታዊት ዘይሓልፍ ዕቤት ከምጽኡ ዝኽእሉ ምኽንያቱ እቶም ዲቨሎፐርስ ሃይ ኳሊቲ ስራሕ ኣይሰርሑን እቲ ዝመረጽዎ ቦታ ጽቡቕ ኣይከውንን ኣብ መንጎ ብዙሕ ጉድለታት የጋጥም ብድሕሪኡ እቲ ዋጋ ከምቲ ክዓብዮ ተመዲብሉ ዝነበረ ከይዓበየ ከምታ ዝገዛእካያ ከምኣ ትርከባ ማለት እዩ ገሊኡ ፕሮጀክታት ከኣ ካብ ዓሰርተ ስጋብ ዒስራ ሚታዊት ጥራሕ ዝውስኽ ከኣ ኣሎ ካብቶም ዓበይቲ ዲቨሎፐርስ ወይ ከኣ ሽም ዘለዎም ብራንድ ዘለዎም ዲቨሎፐርስ ሃይ ኳሊቲ ዘዳልዉ ዲቨሎፐርስ እንተገዚእካዮ ግን ካብ ሓምሳ ስጋብ ሚእቲ ሚእታዊት ዘሎ መኽሰብ ክትረኽቦ ትኽእል ኢኻ። ምክንያቱ ኣብ ዝሓለፈ ፕሮጀክትስ ወይ ከኣ ኣብ ዝሓለፈ ኣብዚ ናይ ኦፍ ፕላን ማርኬት ብብዝሒ ዝተራእየ ስለ ዝኾነ ማለት እዩ። እቲ ካልኣይ ከኣ ቦታ እዩ። ቦታ ብቐጥታ ዝጸልዎ ሓደ ጠለብ እዩ፣ ካልኣይ ዕቤት ዋጋ ናይቲ ገዛ እዩ፣ ሳልሳይ ከኣ ክራይ እዩ። ኣብ ዝበለጸ ቦታ ተቐሚጡ ዘሎ ገዛ ኩሉ ግዜ ጠለብ ኣለዎ ጠለብ እንተለዎ ከኣ ክራይ ዓቢ ዘምጻልካ ደሓር ክትሸጦ ኣብ ዝሓሰብካሉ ከኣ ተደላዪ ቦታ ወይ ከኣ ተጠላቢ ቦታ ስለ ዝኾነ እቲ ዋጋ ናይቲ ገዛኻ ኣፕሪሸይት ይገብር ወይ ከኣ ይውስኸልካ ኣሎ ማለት እዩ። ስለዚ ምስታ ቀዳመይቲ ዋጋ ዝበልናያ እዚኣ ከኣ ምስኣ ትተሓሓዝ እያ። ብታሕቲ ዋጋ ትገዝኦ፣ ክትገዝኦ ከለኻ ግን ኣብ ዝበለጸ ቦታ ክኸውን ኣለዎ። ምክንያቱ እንታይ ኢና ኢልና ብሕሱር ገዚእካ ብኹብር ምሻጥ ኢዩ እቲ መኽሰብ። ብኹብር ክትሸጦ ብኹብር ክትሸጦ ተኾይንካ ከኣ ኣብ ዝበለጸ ቦታ ክህሉ ኣለዎ፣ ጠለብ ክህልዎ ኣለዎ። ስጋብ ትሸጦ ኣብ ክራይ ክጸንሕ እንተኾይኑ ከኣ ጽቡቕ ክራይ ከምጻልካ ኢዩ። ወላ ውን ንመሸጣ እዚ ክራይ ዝጸልዎ ሓደ ሰብ ክገዝኦ ካባኻ ክገዝኦ ከሎ ነዚ ገዛ ክንደይ ክራይ ከምጻለይ ኢሉ ኢዩ ክገዝኦ ምክንያቱ ሬዲ ገዛ ኢዩ ዝገዝእ ዘሎ። ስለዚ እዚ ዘለዎ ቦታት ወይ ከኣ ተቐሚጥሉ ዘሎ ቦታ ብቐጥታ ነዞም ነገራት እዚኦም እዩ ዝጸልዎም። ስለዚ ቦታ ክትመርጽ ከለኻ ከተስተብህለሎም ዘለካ ወይ ከኣ ክትርእዮም ዘለካ ነገራት ኣለዉ። እንታይ እንታይን እዮም ንሶም? ሓደ ቦታ ተጠላቢ ክኸውን እንተኾይኑ ወይ ከኣ ሓደ ቦታ ፕራይም ሎኬሽን እዩ ክበሃል እንተኾይኑ እንታይ እዩ ክህልዎ ዘለዎ? ሓደ ዝርግሐ ናይ ትራንስፖርት እዩ። ካልኣይ ሆስፒታል፣ ቤት ትምህርቲ፣ ሞል፣ መዘናግዒ ማእከላት እዚኦም ዝኣመሰሉ ነገራት ብቅርበት ናብዚ ገዛ እዚ ኣለዉ ድዮም? ምኽንያቱ እዞም ንሓደ ሰብ ዘድልዎም ቀረባት ኣብ ቀረብኡ ክረኽቦ ዘይክእል እንተኾይኑ እቲ ሰብ ነዚ ቦታ እዚ ኣይክጠልቦን እዩ ማለት እዩ። ስለዚ ፕራይም ሎኬሽን ክንብሎ እንተኾይና ኣብ ዙርያ ናይዚ ገዛ ወይ ከኣ ኣብ ዙርያ ናይዚ ኮሚኒቲ ሆስፒታል፣ ቤት ትምህርቲ፣ እዞም ጠቕስናዮም ኩሎም ሞል፣ ትራንስፖርት፣ መዘናግዒ ማእከላት ዝኣመሰሉ ነገራት ክህልዉ ኣለዎም። ካልኣይ እዚ ከባቢ ፉሊ ዲቨሎፕድ ድዩ ወይስ ንኽዓቢ ፖቴንሻል ኣለዎ? እዚ ማለት እንታይ'ዩ? ገሊኦም ከባቢታት፣ ንኣብነት ዱባይ ዳውንታውን ኢልና እንተ ኸይድና፣ እሱ ምሉእ ብምሉእ ተሰሪሑ ዝተወደኤ'ዩ፣ ካብ ሕጂ ንንዮ ዝውስኽ ነገር የለን ኣብኡ። ስለዚ ዋጋኡ ካብ ዘለዎ ቀስ እንዳበለ ብሓንሳብ'ዩ ክዓቢ። ናብ በዓል ዱባይ ላንድ ገጽና እንተ ኸይድና ወይ ከኣ ናብ በዓል ስሊኮን ኦኣሲስ ገጽና እንተ ኸይድና ግን እቲ ከባቢ ሕጂ'ዩ ዝዓቢ ዘሎ። ብዙሓት ፕሮጀክታት እዞም ዝዓበዩ ዲቨሎፐርስ ብዙሕ ፕሮጀክትስ እዮም ሒዞም ዘለዉ ኣብቲ ከባቢ ስለዚ ናይ ዕቤት ፖቴንሻል ኣለዎ ማለት እዩ ኣብ መጀመርያ ኣቲኻ ስለ ዘለኻ ድሓር እቲ ከባቢ ኩሉ ተሰሪሑ ምስ ተወድእ ኩሎም እቶም ቀረባት ዝበሃሉ ወይ ከዓ ንሰብ ክጠልቦ ዝኽእል ነገራት ብምልኦም ምስ ኣተውዎ ዋጋ ናይዚ ሕጂ መጀመርያ ተሰሪሑ ዘሎ ገዛውቲ ኣፕሪሽት ክገብር እዩ ካልኣይ ዝቕፅሉ ፕሮጀክትስ እንታይ እዮም ዘለዉ? እንታይ ተታሒዙሉ ዘሎ እዚ ከባቢ? ንኣብነት ከም በዓል ሜትሮ፣ ሞል እንተዘየለ ሞል ወይ ከዓኒ መስሕብ ናይ ቱሪስት ዝኾነ ነገራት ኣብቲ ከባቢቲ ክስራሕ ኣብ መደብ እንተሎ እዚ ቦታ እዚ ፕራይም ሎኬሽን እዩ። ሕጂ ወላ ፕራይም ሎኬሽን ኣይኹን ግን እዞም ዘለዉ እዚ መደባት ተታሒዝሉ ዘሎ ኩሉ ምስ ተገብረ ዝበለጸ ከባቢ እዩ ክኸውን ማለት እዩ። ዝበለጸ ከባቢ ክኸውን እንተኾይኑ ከኣ እዚ ሕጂ ዘሎ ዋግኡ ላዕሊ ክድይብ እዩ ማለት እዩ። ብኡ መንጽር ከኣ መኽሰብካ ክዓቢ እዩ። ስለዚ ቦታ ክትደሊ ከለኻ ንስኻ ትፈትዎ ቦታ ኣይኮንካን ክትርኢ ዘለካ ንኢንቨስትመንት እንተኾይኑ ክትርእዮ ዘለካ እንታይ እንታይ ቀረባት ኣለዉ ሕጂ ተሰሪሖም ዘለዉ ንመጻኢኸ እንታይ እዩ ክኣትዎ እዚ ከባቢ ሳልሳይ ነጥቢ ኳሊቲ እዩ። ኳሊቲ ከኣ ብቐጥታ ንዕምርን ንዕጋበትን እዩ ዝጸሉ። ዕምርን ዕጋበትን ክንብል ከልና እዚ ገዛ ክንምንታይ ዕምሪ ክህልዎ፣ እቶም ተኻረይቲ ዝኣትውዎ ዘለዉ ወይ ከኣ እቶም ዋናታትከ በቲ ኳሊቲቲ ዕጉባት ድዮም? እዚ ክትፈልጥ ተኾይንካ ሕጂ ንኣብነት ከምዚ መጀመርያ ኢልናዮ ዝጸናሕና ኣብ ኦፍ ፕላን ተውፍር እንተለኻ ኳሊቲ ብዓይንኻ ክትርእዮ ትኽእል ኣይኮነን። ጥራሕ ንስኻ ክትሪኦ ትኽእል እቲ ዲዛይን እዩ። እቲ ዲዛይን ኣሚኒትስ እንታይ እንታይ ቀረባት እዮም ተዋዲዶም ዘለዉ ኣብ ውሽጡ ከም በዓል ጂም ስዊሚንግ ፑል ናይ ቆልዑት መፃወቲ ወይ ከዓ ናይ ሪቴል ስፔስ ማለት እዩ። እዚኦም ኣብ ኣብቲ ፕላን ከሎ ክትሪኦም ትኽእል ኢኻ። ኳሊቲኡ ግን ክትሪኦ ኣይትኽእልን ኢኻ። እሞ ኳሊቲኡ ከይረኣኻላ ከመይ ጌርካ ክትፈልጦ ከመይ ጌርካ ክትውስን? ኦኬ እቲ ዝሓሸ ክትገብሮ ዘለካ ኣብዚ ነቲ ዲቨሎፐር ምርኣይ እዩ ኣብ ዝሓለፈ ዝሰርሖም ስራሓት እንታይ ዓይነት ኳሊቲ እዩ ቀሪቡ ዘሎ እዚ ዲቨሎፐር እዚ ዘፍረዮ ኣባይቲ ተኻረይቱ እንታይ ዓይነት ዕጋበት እዩ ዘለዎም እንታይ ዓይነት ርእይቶ እዮም ዝህቡ ዘለዉ ብዓይንኻ ከድካ ከዓ ንክትሪኦ ኢኻ ከመይ ዓይነት ኳሊቲ እዩ ዘለዎ መዓስ እዩ ተሰሪሑ እዚ ኣባይቲ ካብቲ ዝተሰርሖ ስጋብ ሕጂ ዝቐነሶ ኳሊቲ ኣሎ ዶ እዚኦም ኩሎም ነገራት ንዋጋ ናይቲ ገዛ ኣዝዮም እዮም ዝጸልዎ፣ ምኽንያቱ ኣብ መጀመርያ ብሪቕሪቕ ዝብል ዘብለጭልጭ ገዛ ከረክቡኻ ይኽእሉ እዮም። ሰለስተ ኣርባዕተ ዓመት ከይጸንሐ ጽባቐኡ ፌድ ክገብር እንተ ጀሚሩ፣ ክነቅዕ፣ ክባላሾ፣ ማይ ክእቱ፣ እቶም ዘለዉ ኣሚኒትስ ክባላሸዉ እንተ ጀሚሮም፣ እዚ ገዚእካዮ ዘለኻ ገዛ ብኽንዲ እቲ ዝገዛእካዮ ከማን ክትሸጦ ኣይትኽእልን ኢኻ። ምኽንያቱ እቲ እቲ ካባኻ ዝገዝኦ ሰብ መጺኡ ነዞም ኣበራት እዚኦም እዩ ክርኢ ነዞም ሽግራት እዚኦም እዩ ክርኢ ነዚ ሽግር እዚ እንዳረኣየ ከኣኒ ወላ ሓደ ሰብ ክገዝኣልካ ዝኽእል የለን ስለዚ ብሕሱር ገዚእካ ብኹብር ምሻጥ እያ ንብላ ኣለና እታ ዕላማ ብኹብር ክትሸጣ እንተኾይንካ ከኣኒ ኳሊትኡ ዝዓቀበ ክኸውን ኣለዎ ኳሊትኡ ዝዓቀበ ከተለልየሉ ትኽእል ወይ ከኣ ክትፈልጠሉ ትኽእሉ መገዲ ከኣ ከም ዝበልናዮ እዞም ዲቨሎፐርስ ኣብ ዝሓለፈ ዘዳለውዎ ወይ ከኣ ናብ ዝሓለፈ ዝሰርሕዎ ፕሮጀክታት ኩሎም ትሪኦም እሞ ኦኬ እዚኦም እዝን ዝን ዝን ዝን ዝን ዝን ጽቡቕ ስለ ዘለዎ ሃይ ኳሊቲ ንብረት እዮም ዘረክቡ ዘለዉ ኣብ ኳሊቲ ዘጠራጥር የለን ጥራሕ ንስኻ እታ እታ ዲዛይን ሕጂ ኣዳልዮማ ዘለዉ ፈቲኻያ ዶ ኣይፈተኻያን ትኸውን ስለዚ በቲ ዲዛይን ተዓጊብካ ኳሊቲ ከኣ ሃይ ኳሊቲ ንብረት የዳልዉ እንተለዉ ደሓር እዚ ገዛ ተሰሪሑ ምስ ተወደኣ ዋግኡ ከምቲ ትጽበዮ ዘለኻ ካብ ሓምሳ ስጋብ ሚእቲ ሚእታዊት ክድይበልካ ዘሎ ተኽእሎ ገፊሕ ስለ ዝኾነ መኽሰብካ ክዓብየልካ እዩ ማለት እዩ። ስለዚ እዞም ሰለስተ ነጥብታት ዝበልናዮም ዋጋ፣ ቦታ፣ ኳሊቲ እዮም ኢልና። ዋጋ ብዝኸበረ ክትሸጦ እንተኾይንካ ብዝሓሰረ ክትገዝኦ ኣለካ። ብዝሓሰረ ክንብል ከለና ግን ኣብዚ ጌጋ ርድኢት ከይህልወና መታን፣ ሕሱር ንብሎ ዘለና ምስቲ ሕጂ ዘሎ ዋግኡን ምስቲ ብሕጂ ዝመጽእ ዋግኡን ኣረኣኢኻ እዩ ደኣ እምበር ኣርባዕተ ሚእቲ ሽሕ ክቡር እዩ ወይ ከኣ ሓደ ሚልዮን ዶላር ዋግኡ ገዛ ክቡር እዩ ስለዚ ሕሱር ኣይኮነን ኣይገዝኦን እዩ ማለት ኣይኮነን ወይ ከኣ ሓደ ገዛ ሚእትን ሓምሳን ሽሕ ክልተ ሚእቲ ሽሕ ዶላር ስለ ዝኾነ ዋግኡ በቃ ሕሱር እዩ እዚ ጽቡቕ ኣሎ ማለት ኣይኮነን እቲ ዋጋ ንልክዖ ዘለና ሕሱር ንብሎ ዘለና ምስቲ ፕሮጀክት እቲ ወይ ከኣኒ ምስቲ ቦታ እቲ ምስቲ ዓይነት እቲ ኣረኣእይናይና ቢሎው ማርኬት ፕራይስ እዩ ወይ ማዕረ ማርኬት ፕራይስ እዩ ዘሎ ወይ ከኣኒ ኣባብ ማርኬት ፕራይስ እዩ ዘሎ ኢልና ዋጋ ነውፅኣሉ ብድፍኑ ግን ምስ ናትና ዓቕሚ ጥራሕ እንዳረኣና ሕሱር ክቡር ኢልና መደምደምታ ክንበሉ ይንኽእል ኢና ዓቕምናን መደባትናን በይኑ እዩ እቲ ሕሱርን ክቡርን ንብሎ ዘለና ግን ሕጂ ዘለዎ ዋጋን ብሕጂ ዝህልዎ ዋጋን እዩ። ስለዚ እቲ ቀዳመይቲ ዋጋ ኢልና ኣለና፣ ካልኣይቲ ቦታ ኢልና ኣለና። ኣብ ፕራይም ሎኬሽን ኣብ ዝበለጸ ቦታ ዝገዛእካዮ ገዛም ጠለቡ ዓቢ ስለ ዝኾነ መኽሰብካ ከኣኒ ብኡ መንጽር ዓቢ ክኸውን እዩ። ሳልሳይ ኳሊቲ ኢልና ኣለና። ሎው ኳሊቲ ገዛ ዋግኡ ክውስኽ ስለ ዘይክእል እስኻ ትደልዮ ዘለኻ ከኣ ካብቲ ዝገዛእካዮ ዋግኡ ክውስኸልካ እዩ ስለዚ ሃይ ኳሊቲ ፕሮዳክት ወይ ከኣ ሃይ ኳሊቲ ገዛ ከፍርዩ ዝኽእሉ ዲቨሎፐርስ መሪጽካ ክትኣቱ ኣለካ ማለት እዩ እዚኦም ሰለስተ ብሓንሳብ ምስ ተጠምሩ ጥራሕ እዩ ሓደ ዕውቱ ወፍሪ ከካይድ ዝኽእል ሓደ ሰብ ካብዚኦም ሰለስቲኦም ሓዲኦም ኮምፕሮማይዝ ተጌርካ ዋጋ ክትብል ኳሊትን ቦታን ሸለል እንተኢልካዮ ወይ ከኣኒ ቦታ ክትብል ኳሊትን ዋጋን ሸለል እንተኢልካዮ ካብ ሰለስቲኦም ሓዲኦም እንተጎዲሉ እቲ ትጽበዮ ዘለኻ ዓቢ መኽሰብ ክትረክብ ኣይትኽእልን ኢኻ። ብሉጽ ዝበሃል ወፍሪ እዞም ሰለስተ ነገራት እዚኦም ምስ ተማልኡ ጥራሕ እዮም። ዋጋ፣ ቦታ፣ ኳሊቲ ናይ ሎሚ ቪድዮ ነዚኣ ትመስል ነይራ ከምቲ መጀመርያ ዝበልኩኹም ዝኾነ ቫልዩ እንተረኺብኩምላ ወይ ከዓ ኣገዳስነት እንተረኺብኩምላ ላይክ ብምግባር ሼር ጌርኩም ናብ ካልኦት ሰባት ንክትበፅሕ ግበርዋ ኣብ ዝቕፅል ቪድዮ ይራኸበና ቴንክ ዩ